ኤርትራ ገጽ እዚ ናብ ክሳብ ሰንዓፈ ዝወጹ ሕለው ፎርቶ ዝበሃል ቦታ ኣብ ዛላምበሳ ኣብቲ ጫፍ ዝወጹ ሕለው ልምምድ ገይሮም ክመልስዎ ዋና ኣዛዚን ናይ ትግራይ ህዝቢ ናይ ምጥፋእ ፕሮጀክት መራሒ ኢሳያስ እዩ። ቀርኒ ኣፍሪቃ ዝዓበየ ዛዕባ ጽምዶ እንዳኾነ እንዲ ዝኸይድ ዘሎ። እስኪ ብዛዕባ ጽምዶ እንታይ ይበሃል ኣሎ ርኢና ንመለስ። ጽምዶ ጽምዶ ጽምዶ ጽምዶ ጽምዶ እዛ ካርቱን መን ከም ዝሰኣል ኣይፈለጥኩን፣ ግና ጽምዶ በየን ኣቐሚጥዎ ኣሎ። ሰላም ሰላም ፍትዋትን ክቡራትን ተኸታተልቲ እንኳዕ ናብ ቻናል ብድሓን መጻኹም። ንቻናልና ሓደሽ እንተኾንኩም ላይክ፣ ሰብስክራይብ ብምግባር ጀምሩ። ሎሚ እውን ከምቲ ልሙድ ሓደሽን ትኩሳት ዛዕባት ናባኹም ከብልና ምሳና ጽንሑ። ዓርቢ 15 ቅድሚ ሰለስተ መዓልትስ ሞባይሎም ከም ዝምንጥልዎም ሓበሬታ ሰጀ ነይረ ኣነ ሞባይሎም ብናጊታ መንጢሎምዎም ደሓር ትማሊ ንጉሆ ለይቲ ወሲዶሞም ናብ ኤርትራ ገጽ እዚ ናብ ክሳብ ሰንዓፈ ዝወጹ ሕለው ፎርቶ ዝበሃል ቦታ ኣብ ዛላምበሳ ኣብቲ ጫፍ ዝወጹ ሕለው ልምምድ ገይሮም ክመልስዎም ዝኽእሉ ኣሃዱታት ኣለው ክወስድዎም ዝኽእሉ ኣብ ሱዳን እውን ኣለው ሕዚ ሸዓ ምስ ተፈለጠት ሞባይል ከም ዝምንጥሉ ከም ምስ ተፈለጠት ልዕሊ ሰለስተ ሚእቲ ዝኾን ሰራዊት ፈሪስዎም ሓዲሩ ብእግሪ ምውሳድ ምስ ጀመሩ ሽንቲ ቤት ክኸይድ ናብዚ ክኸይድ ናበለ ዝጠፍአ መዓት እዩ መዓት ይረካ ኣለኹ ዝድውሉና ሰባት ኣለዉ ከምዚ እናወሰድና ጠፊእና መፂና ገሊኦም ኤርትራ ውሽጢ ኣትዮም ገሊኦም ተመሊሶም ገሊኡ ጠፊኡ ተባሂሉ ሶ እቲ ሰራዊት ይኹን ቱ መንእሰይ እቲ ህዝቢ ብጠቕላላ ድማ ኣይተቐበሎምን ዘይተቐበሎም ምዃን እናፈለጡ ብኣፎም ክዛረብዎ ዝኽእሉ ነገር እሱ ጥራሕ እዩ ካልእ የብሎም እያ እንታይ ለመማረፂ ኣለዎም ማለት ሳዒርና ኢና ህዝቢ ኣብዩና እዩ መንእሰይ ኣብዩና እዩ ክብሎ ይኽእል መዳናገሪ ምእንታን በቃ ንፀሪ ኣለና ፅቡቅ ንኸደ ኣለና ክንስዕር ኢና ክነሸንፍ ኢና ኣዲስ ኣበባ ብክልተ ሰሙን ክንኣቲ ኢና ክልተ ሰሙን ክንኣቲ ኢና ካብ ዝብሉስ ባይዘወይ ሸውዓተ ወርሒ ገይሮም ኣለዉ ገምጋም ኣብዚ ሕድሕድ ሸውዓተ ወርሒስ ክልተ ሰሙን ላወላ ቆፀርዎ ማለት እዩ ሕዚ ኣብ ክልተ ሰሙን ክንኣቲ ኢና ኢሎም ዝጀመርዋ ናይ ፀለምቲ ኩናት ናይ ዓፋርን ናይ ራያን እውን ክልተ ሰሙን እውን ክዋግኦ ኣይከኣሉን ርእዮሞ እቲ ሰራዊት ፈሪሱ ከቢድ ዋጋ ኣኽፊሎሞ ነቲ መንእሰይ። ሻዕብያ መጀመርያ እኮ ጌም ኦቨር ወያነ ጌም ኦቨር ኢሉ እኮ እዩ ካብኡ ቀፂሉ ድማ ኣይከሰርናን እኮ ኢሉ እዩ ብዙሓት መግለፅታት ሂቡ እዩ ካልኣይ ከዓ ብሑቐና ከምዝወቐዕና ንፈልጥ ኢና ሳልሳይ ድማ ዋና ኣዛዚን ናይ ትግራይ ህዝቢ ናይ ምጥፋእ ፕሮጀክት መራሒ ኢሳያስ እዩ እቲ ካልእ መፈጸሚ እዩ ኢና እኮ ንብል ናይ ሻዕብያ ኣብ ሕዚ ኣይኮነን ስትራተጂክ ፈታዊና ኣይኮነን ስትራተጂክን ስትራተጂክን ቀዋምን ጸላኢና እዩ ሻዕብያ ካብ ብቐደሙ ኮምኡ ኢና ንሕና ሒዝናዮ ዝመጻና ማንም ትግራዋይ እንተሓቲትካዮስ ንሱ እዩ ዝብል ኣንተ ውን ገሊጸልካ ነይረ ማለት እዩ ተዓዲሙ ከይኮነስ ዕላምኡ ሒዙ እዩ መጺኡ ምቹው ኩነታት ግን ፈጢሩ ናይ ኢትዮጵያን ናይ ህወሓትን ጸላእቲ ህወሓት ባዕላ እናጫጭሐት እሱ ባዕሉ እናዕበየ ተመሊሱ ንዓና ዝደብደበና ግን ሐዚ ውን ንፌደራል መንግስቲ ከም ግፍዐኛ ጌርካ ንሻዕብያ ድማ ከመባት ነብሲ ጌርካ ምቕማጥ ግን ትኽክል ኣይኮነን። ብልፅግና ብወግዒ ኣብ ሃገራዊ ሚድያ ብጀነራል ተሾመ ጎሞቹ ናብ ማሕበረሰብ ዝቐንዐ ጉዕዞ ኣንፃር ፅምዶ ጀሚሩ ከምዘሎ ነጊሩና ኣሎ። ብዙሕ ፀዓትን ፀጋታትን ገንዘብን ከውፍረሉ ምዃኑ ፍሉጥ እዩ። ብሕጂ ብዙሕ ክንርእን ክንሰምዕን ኢና። ስለዚ ኩልኻ ደላይ ሰላም ሕጂ እውን ከም ቀደምካ ነዚ ጉዳይ ብንቕሓት ክትምክቶ ደጊምና ንፅውዕ። ናብቲ ናይ ጎሞቹ ቃለ መሕተት ክንምለስ ቃል ብቓል ኣቶርጒምና ከነቕርበልኩም ክንፍትን ኢና። እቲ ቃለ መሕትት ብምድግጋም ቃላት ዝተመልአ እዩ። እዚ ድማ ብውሽጡ ጽምዶ ዓቢዩ ዝብል ሓቂ ይስዕሮ እናሃለወ ንጽምዶ ከነኣእስ ዝፍትን ስለ ዝነበረ ዝፈጠረሉ ዘርባዕባዕ እዩ። ጀነራል ተሾመ ጎሞቹ ዘካየዶ ቃለ መሕተት ምሉእ ብምሉእ ኣይኮነን ተፈንዩ። እቲ ብ ተለቪዥን ኢትዮጵያ እተፈነወ ቃለ መሕትት ኤዲት ተገይሩ ገለ ትሕዝቶ ተቖሪጽሉ ምዃኑ ሓበሬታ ኣለኒ። ብዛዕባ እዚ ካልእ ግዜ ከዕልለኩም እየ። ቃለ መሕተት ወድ ጎሞቹ ዘርእዮ ነገራት ግን ንጹር እዩ። መራሕቲ ጽምዶ ሲቪል እዮም። ክዳውንቶም ሲቪል ኩሉ ነገሮም ሲቪል። ኣንጻር ጽምዶ ዝዓጠቑ ግን ሰብ ብረትን ሰብ ጽሩራን እዮም። ኣብዚ ፍልልይና ኣስተብህሉሉ። ጽምዶ ናይ ሰላም ሓጎስን ምትሕቑቋፍን እዩ። ኣንጻር ጽምዶ ዝዓጠቑ ግን ሰብ ሕርቃንን ጽዋገን እዮም። እዚ እውን ምርኣይ ይከኣል እዩ። ከሻቢያ ጋር ጽምዶ ብሎ ቦርደር ሰብሮ መሄድ እኮ ጸረ ህገ መንግስት ነው። እጅህን አውጣ ጽምዶን አቁም። ጽምዶ የምትባል ሀሳብ ኢፍትሃዊ ሀሳብ ናት። ኣንፌር የሆነች ሐሳብ ናት። ጽምዶ ብውልቀ ሰባት ኣብ ዩትዩብ ዝቃላሕ እዩ። ኣንጻር ጽምዶ ዝዓጠቖ ግን ሃገራዊ ባጀት ዝስለዓሉ ሚድያ ይግልገሉ እነዉ እልኩም። ስለዚ ኣንጻር ጽምዶ ዝዓጠቐ ዓብዪ ሓይሊ ከም ዘሎ ርኡይ ኮይኑ ማዕረ ማዕሪኡ ሓይልና ከነዕቢ ከም ዘለና የማትእን። ቅድሚ ናብቲ ትርጉም ቃለ መሕተት ጎሞቹ ምኻድና ሓንቲ ነጥቢ ከልዕል። ጽምዶ ይዕወት ከም ዘሎ ብዙሕ ምልክታት ርኢኹም ኢኹም። ሓደ ካብ ዝዓበየ ምልክታት ግን ጸላኢና ዝኾነ ሰልፊ ብልጽግና ብወግዒ ራዕዱ ክገልጸልና ምርኣይና እዩ። ዓወትካ ክትዕቅነሉ ካብ ዘኽእለካ ዝዓበየ ረቋሒታት ሓደ ጸላኢኻ ባዕሉ ክምስክረልካ እንከሎ እዩ። ብልጽግና ክሳብ ክንደይ ብጽምዶ ተጨኒቖም ከም ዘለዉ ብመገዲ እዚ ቃለ መሕተት ኣርእዮምና ኣለዉ። ጻድቃን ርእሲ ብርጭቕ እውን እነሀልኩም። ንሻዕብያ ጽምዶ ኢሎም ተጸሚዶም ኣለዉ።

ንምሁራን፣ ፖለቲከኛታትን ጸለውት ሰባትን ኣጠቓሊሉ ደርማስ ናይ ሰላም ሓይሊ ኮይኑ ቦሎ ኺሉ እዩ። ኣብ ቀርኒ ኣፍሪቃ ሰላም ካብ ምስፋን ንድሕሪት ክመልሶ ዝኽእል ሓይሊ እንተልዩ ድማ ደፋእ ኢልና ክንርእዮ ኢና። መንግስታት ኣብ ጎድንና ክስለፉ ጀሚሮም ከምዘለዉ ድማ ሕጂ ኣብዛ ቪድዮይ መርድእ ክነግሮም። ሕጂ እምበኣር መረዳእታና ንምስፋሕ ናብቲ ንጭንቀት ብልጽግና ፓርቲ ዘርኢ ተገራጫዊ ሓሳባትን ድግምጋም ናይ ጭንቀት ቃላትን እተመልአ ቃለ መሕተት ጎሞቹ ክንድህስስ እዚ ጎሞቹ ክንደይ ጎሞጁታት ናብ ዝተረፍረፍሩ ሃገረ ሳሕል ዘቕነዐ ፈኸራ ክመልቆ ተሰሚዑ ነይሩ። ኣብ ሚኒስትሪ ምክልኻል ኢትዮጵያ ዋና ዳይረክቶሬት ዳይረክተር ርክባት ጉዳያት ወፃእን ወታደራዊ ምትሕብባርን ቫሊቃታት ኣብ መናኹቦም ደርዲሩ እንዲዩ ብዳይ ጥዑያት ኣይሕሙማት ፈኒዎም ንኺድ ሕቶ ካብ ዝሓለፈ ቀረባ ግዜ ጀሚሩ ጽምዶ ትበሃል ነገር ከም እተጀመረት ብዝተፈላለየ መገድታት ንሰምዕ ኣለና። ማዕረ ክንደይ ግብራዊ ትኸውንን ኣይትኸውንን ዝብል ሕቶ ኣብ ቦትኡ እናሃለወ ግን ብኣንጻሩ ካብ ዝተፈላለየ ከባቢታት ተዋጽኡ ክሰማምዑ ዘይክእሉ ጉጅለታት ጽምዶ ፈጢርና ኣለና ዝብል ሓሳብ እናልዓሉ ምንቅስቓስ የካይዱ ከም ዘለዉ ግለጺ እሞ እስኪ እዛ ጽምዶ ትበሃል ነገር እንታይ እያ ኢልና ከም መበገሲ ንርኣ እዩ ድብሎ እቲ ጋዜጠኛ። ካብ ዝተፈላለየ ከባቢታት ተዋጽኡ ክሰማምዑ ዘይክእሉ ጉጅለታት እዩ ዝብል። ኣርባዕቲኦም ፋኖታት ድዮም ክሰማምዑ ዘይክእሉ? ኤርትራን ትግራይን ድየን ክሰማማዓ ዘይክእላ? ንጹር ሕቶ የለን። ምኽንያቱ ፈራሕ ብኸምኡ ንጻረ ክሓትት ስለ ዘይክእል። መልሲ ሙርኮኛ ጎሞቹ ይቕጽል። የቐኔለይ ንሕና እውን ከማኹም ርኢናየ ከማኹም ርኢናየ እኒና ርኢኻ ጥራይ ኣብ ኣንጉዕኻ ኣቲ ፈርፈር ደብለካ ደሎ እንታይ ድዩ ግና ናብ ውሽጢ ምስ ኣተኹ ብዕምቆት ከልዕሎ እየ ይቕጽል ጎሞቹ ጽምዶ የምትባል ሀሳብ ከጅምሯ የተቀደመች ሀሳብ ናት። የተቀደመች ሀሳብ ናት ማለት እዛ ጽምዶ ትብል ሓሳብ ካብ ኣበጋግስኣ ዝተቐደመት ሓሳብ እያ ማለት ኣበጋግስኣ መጀመሪኣን መዕለቢኣን ንሱ ጥራይ ዘይኮነ ኣቦኣን ኣቦሓጓኣን መን ከም ዝኾነ ዝፍለጥ ሓሳብ እዩ ይብል። ኣብ ፍጹም ምዕውለት ዝኣተወ ጎሞቹ ከም ሓሳብ ኣንጻር ሉዓላዊ ሓሳብ እያ ይብል። ዘይ ፍትሓዊት ሓሳብ እያ፣ ኣንፌር ዝኾነት መኻኒት ሓሳብ እያ፣ ግብራዊት ትኸውን ሓሳብ ኣይኮነትን እሞ ብሓፈሻ ህውተታ እዩ ይብል። እቲ ህውተታ ንሓደ ጀነራል ናብ ሚድያ ኣምጺኡ ዘኽለፍልፍ ደሎ ህውተታ ማለቱ እዩ። እቲ ህውተታ ግን ንጸረ ሉዓላውነት ዕላማ ዝገበረ ከም ዘይፍትሓዊ ናይ ህውተታ ሓሳብ ጌርና ክንቆጽሮ ንኽእል ኢና ይብል። ንምንታይ ደኣ ብዛዕባኣ ትዛረብ ኣለኻ ኢሉ ይሓቶኒ እቲ ትግራዋይ ጋዜጠኛ። ልዕሊ ኩሉ ድማ ዝተቐደመት ሓሳብ እያ ማለት ጥጅኣን ኣበጋግሳኣን ዝፍለጥ ስለ ዝኾነ ማዕረ ክንድኡ ግምት ዝወሃባን ንኢትዮጵያ ትምጥን ንሰላምን ድሕነትን ኢትዮጵያ ኣብ ሓደጋ ከተውድቕ እያ ተባሂላ ትሕሰብ ኣይኮነትን። ስለ ዘየስገአትና ኢና ኩልና ብዛዕባኣ ንዛረብ ኣለና ይበሃሉ ክፉእ ነገራ ግን ይቅፅል። ክፋቷን ግን እንደ ክፋት ቅድም እንዳልኩት የፀረ ሉዓላዊነት ሐሳብ መሆኗ። ከም ክፉእ ፀረ ሉዓላውነት ሐሳብ ከም ዝኾነት ብዝግባእ ክትፍለጥ ኣለዋ። ስለዚ ናይዚኦም ምትእኽኻብ ከም ምትእኽኻብ ዘይሳነዩ ዝተፈላለየ መንነት ዘለዎም ከም ኣብነት ዝጠቅሱ ሓደ ኣረጊት ብዕራይን ውኻርያን ብሓባር ፀሚድካ ክትሓርስ ኣይትኽእልን ይብል። ስለዚ ዝተፈላለየ መንነት ዘለዎም ስለ ዝኾኑ ኣብዛ ጉጅለ እዚኣ ዝተኣኻኸብ ዝተፈላለየ መንነት ዘለዎ ኣካል ብሓባር ክሓርስ ኣይክእልን ስቕ ኢሉ ሓሳባዊ እምበር ግብራዊ ክኸውን ዝኽእል ኣይኮነን ዝብል ነገር ምልዓል ይከኣል ይብል ያለው አካል አንድ ላይ ማረስ አይችልም ኢምፖስብል ዝም ብሎ ምናባዊ ነው እንጂ ምቻል ኣይደለም የሚል ነገር ማንሳት ይቻላል። ኣብዚ ሓንቲ ናይ ውልቀይ ናይ ውልቀይ ከስምረላ እዚኣ ናይ ውልቀይ መልሲ ምሃብክዎ ናብ ትግራይ ገጻ ትትኮስ ጥይት ቀጥታ ንኤርትራ ኩናት ምእዋጅ ምዃና ኣጥዒ ይፈልጥ እዩ። ጎመቹ ኣበይ ንጽበየካ ከም ዘለና ትፈልጥ ስለ ዝኾንካ እዚኣ ከም ቆልዓ ሓሲበ ክሓልፈልካ እየ ካልእ መዘዝ ከም ዘለዋ ስለ ዝፈልጥ እየ ዝውን ለባም ግን ተረዲእዋ ኣሎ ምዝ ተኣሳሲሩ ድማ ይብል ጎመቹ ጸረ ኢትዮጵያዊ ጸረ ኢትዮጵያ ሆኖ ኣንገቱን ለፈርኡን ቀንበር ሰጥቶ። ጸረ ኢትዮጵያ ኮይኑ ክሳዱ ንኣርዑት ፎርኦን ሂቡ ኣብ እንግድዕኡ ናይ ፎርኦን ኣርዑት ተሰኪሙ ንኢትዮጵያ ክሓርሳ እየ ንሰላም ኢትዮጵያ ክዘርግ እየ ኢላ ትመጽእ ጉጅለ እንተሃልያ እቲ ቀዳማይ ነገር ከይተሓርሰ ቃዲሩ ብማሕረሻ ፎርኦን ክሕረስ ዝተዳለወ ቁራስ መሬት ኢትዮጵያ የለን ይብል። ጾም ኣድሮ በጸረ ፈርኦን ማለትም በፈርኦን ማረሻ

ስብስቡ የተለያየ ማንነት ስብስብ። ኣቐዲመ ኣቦኣን ኣቦሓጎኣን ዝፍለጥ እዩ ከም ዝበልኩዎ፣ እዚ ናይ ዝተፈላለየ መንነት ምትእኽኻብ፣ እቲ ምትእኽኻብ ድማ ፈርኦን ኣርዑት ዝጸዓነኒ በቲ ዝጸዓነኒ ኣርዑት ናብ ኢት ክላ እዚ ሃለውለው'ዩ፣ ንኺድ ናብቲ ካልኣይ ሕቶ ዋላ ንሱ'ውን ዝጠምሮ ስለ ዘይኮነ። ጀነራል ይብሎ እቲ ትግራዋይ ባንዳ ጋዜጠኛ። ኣቐዲምካ ከም ዝገለጽካዮ ናይዛ ጽምዶ እንብላ ምንቅስቓስ ኮነ ሓሳብ ኮነ ወናኒ መን ከም ዝኾነ ነቲ ኣርዑት ዝስከሞ መን ከም ዝኾነ ዘብራህካሉ ኩነት ኣሎ ብርግጽ ብሓደ ዋ ደየብርሃልካ እቲ ኣርዑት መን ዝስከሞ መን ኣሰኪሞ ዘየብርሃልካ እሱ ክጠቅስ ኣይክእልን እዩ ቀጽል ብርግጽ ብሓደ ወይ ብኻልእ መንገዲ ህዝብና እውን ዝፈልጦ ከም ዝኾነ ኣኣምን እየ ይብል ኣይፈልጦን እዩ ኣብርህሉ ብፍላይ ኣብ ውሽጢ ዘለዉ ባንዳታትን ብግዳም ዘለዉ ባንዳታት ተቋሪኖም ዝሰርሕዎ ሽርሒ ከም ዝኾነ ይፍለጥ እዩ ይብል ብፍላይ ሻዕብያ ክንወስድ ንኽእል ኢና፣ ንጉጅለ ህወሓት እውን ክንወስድ ንኽእል ኢና። ኣብ ዝተፈላለየ ከባቢታት ዘለዉ ከምኡ ኣንጻር ኢትዮጵያ ምንቅስቓስ ዝገብሩ ኣካላት ናቶም ሓሳባት ከም ዝኾነ ብሓደን ብኻልእን መገዲ ኣልዒልና ኢና እሞ እስኪ ከምዚ ዓይነት ነገራት ብፍላይ ማሕበረሰብ ዓለም ብተገዳስነት ኣቓልቦ ዝገብረሎም ጉዳያት እውን ክኾኑ ስለ ህዝብታት ኤርትራን ትግራይን ናይ ቅድሚ ዝነበረ ታሪኽ ንግዚኡ ጽኒሕና ካብ 1998 ጀሚሩ ብዝተኻየደ ኹናት ተሃሲና ኢና ክንርስዖ ዘይንኽእል በደል ተፈጺሙና እዩ ሰባት ሞይቶም እዮም ንብረት ዓንዩ ዕድላት ተኾሊፉ እዩ ቆልዑ ዘኽቲሞም እዮም ኣዴታት ነቢዐን እየን መንእሰያት ተሰዲዶም እዮም ክንደይ ኢልካ ክጽብጸብ ሕጂ እሞ እንታይ ገበር ዝብል ሕቶ ኣብ ልቢ ነፍሲ ወከፍና ኣሎ ገሌና ንጽምዶ ክንሰርሕ እንከለና፣ ሒደት ኤርትራውያንን ተጋሩን ግና ቅድም ሕሳብ ነወራርድ፣ ንጸባጸብ፣ ንከሓሓስ ትብሉ ኣለኹም። ገሌኹም እውን ብኽልቲኡ ወገን ከመይ ኢልና ምስዚኦም ከምዚ ዝገበሩና ናብ ጽምዶ ንኣቱ ትብሉ ኣለኹም። እቲ ስኽፍታ መበገሲ ስለ ዘለዎ ርዱእ እዩ። ስድራ ቤታት ክልቲኡ ህዝብታት ተበታቲነን እየን፣ ዋጋ ከፊለን እየን፣ ህይወት እውን ተዘሪጉ እዩ። እንተኾነ ነዚ ክንፍውስ እንታይ ኢና ክንገብር ዘለና፣ ክንደይ ኢና ክንጽበ ዘለና ዝብል ሕቶታት ከነልዕል ኣይግባእን። ጉዳይ ምክሕሓስን መን እንታይ በዲሉ መንከ ዝያዳ በዲሉ ዝብል ምጽብጻብን ግን ኣብ ሓደ መዓልቲ ዝውዳእ ኣይኮነን፣ ነዊሕ ግዜ ዝወስድ ጉዕዞ እዩ። ንኣብነት ኣብ ርዋንዳ ንዝተፈጸመ በደላት ዝርኢ ቤት ፍርዲ ልዕሊ ዓሰርተ ዓመታት እዩ ወሲድሉ። ገና ሕጂ እውን ፍትሒ ዘይረኸቡ ርዋንዳውያን መሊኦም እዮም። ኣብ ቦዝንያ ልዕሊ ዓሰርተ ሓሙሽተ ዓመታት ወሲዱ ገና ሕጂ እውን ኣይተወድአን። ኣብ ዳርፉር ድሕሪ ዕስራ ዓመት ገና ሕጂ እውን ሚልዮናት ሰባት ኣብ መዕቆቢ ተመዛበልቲ ይርከቡን ካሕሳ ካብ ቅድሚኦም ኣዝዩ ርሒቑን ይርከብ። ንሕና እኳ እንተ ወሓደ ካብ ጃንሆይ ጀሚሩ ናይ ዝዓነወን ዝጸነተን መሸከልና ናይ ከባቢ ሱሳ ዓመታት ካሕሳ ንኢትዮጵያ ሕቶ ኣለና። ታሪኽ ከም ዘርእየና ግን ጉዕዞ ፍትሒ ዝሑል እዩ። ኩናት ግና ተሓንባቢ ባርዕ እዩ። ስለዚ ቅድም ንጸባጸብ ንከሓሓዝ ዝብል ኣረኣእያ ክኣስረና የብሉን። ብዓቢኡ እውን ፍትሒ ክነግስ ምጽብጻብን ምክሕሓስን ክህሉ እንተኾይኑ ሰላም ክህሉ ኣለዎ።

ፈራድን ኣለዎ። ብስሩ እቶም ክጸባጸቡን ክከሓሓሱን ዝደልዩ ህዝብታት እውን ክህልው ኣለዎም። ሰላም ክረኽቡ እንተኾይኖም ድማ ኣብ ጽምዶ ክዓስሉን ይቕረ ክበሃሃሉን ኣለዎም። ይቕረ ምበሃሃል ሰላም ትንፋስ ንኽትረክብ ባብ ዘርሑ መገዲ እዩ። ይቕረ ምበሃሃል ዝሓለፈ ምርሳዕ ማለት ኣይኮነን። ይቕረ ምበሃሃል እቲ ዝሓለፈ ንመጻኢ ከይቅፍዶ ምኽልካል ይቕረ ምብሃል ካብ ሕነ ምፍዳይ ንላዕሊ ብህይወት ምንባር ምምራጽ እዞም ኣብ ዶብ ዝርከቡ ህዝብታት እራኸቡ ኣለዉ። መን እንታይ በዲሉ ምጽብጻብን ጉዳይ ካሕሳን ንጽባሕ ገዲፎም ይቕረ ግበረለይ ይቕረ ይኹንካ እበሃሃሉ ኣለዉ። ከም ጸላእቲ እናተረኣኣዩ ዘይኮነ እናተወነጃጀሉ ዘይኮነ እናተሳነዩን እንዳነብዑን እራኸቡ ኣለዉ። ብዙሓት ዘይደፈርዎን ክኸውን ይኽእል እዩ ኢሎም ዘይሓሰብዎን ናይ ይቕረ መደብ ሰሪዖም ይራኸቡ ኣለዉ። ገሌና ብዛዕባ ዝሓለፈ ክንከታዕ እንከለና ንሶም ግና ንመጻኢ ይርእዩ ኣለዉ። ስለዚ ሕቶ ኣለና ኣነ እዞም ኣብ ዶብ ዘለዉ ህዝብታት ኤርትራን ትግራይን ነዚ ተባዕ ስጉምቲ ይወስዱ ካብ ሃለዉ እቶም ዝተረፍና ከምኡ ካብ ምግባር ዝዓግተና እንታይ ሕድገት ምግባር ድንድል ናይቲ መጀመርታ ንግበሮ ምኽንያቱ ታሪኽ ከም ዝነግረና ናይ ዝኾነ ይኹን ኩናት ኣብ ዝኾነ ይኹን ዓለም ዝተወለዐ ኩናት ኣብ ታሪኽ ኩናት ዓለም መወዳእቱ ጠረጴዛ እዩ ነዚ ናብ ጠረጴዛ ዝወስድ መገዲ ብሕድገትን ብይቕሬታን ንጀምሮ ድማዩ መልእኽቲ ጽምዶ።